ሃይ ጋይስ ከመይ ቀኒኹም ሰላም ዲኹም? ሎማዓንቲ ከዓ ብሓድሽ ቪድዮ መፅእ ኣለኹ። ሎማዓንቲ ናይ ኣስቤዛ ቪድዮ እያ ማለት እዩ። እንታይ እንታይ ገዝእ ኣዝያ ኣዝያ ጠቃሚት ቪድዮ እያ። እንታይ ክንገዝእ ኣለና፣ እንታይ ከይንገዝእ ኣለና፣ እንታይ ክንገብር ኣለና እ፣ ክንወፅእ ከለና ኣስቤዛ ክንገብር እያ ማለት እዩ። ኩሉ ግዜ እ፣ ኣነ ዝገብሮ ማለት እዩ ሼር ገብረኩም ተዳፈት ይኹሞ ላይክ ሼር እንዳገበርኩም ጀምርዎ ማለት እዩ ከም ዝትሪኦ ዘለኽን ብባኒ ጅምር ኣለኹ ብባኒ እዚኣ ኣዝያ ጠቃሚት እያ ሞር ፕሮቲን ኣለዋ ሎው ካርፕ ማለት እዩ ስለዚ ዓበይቲ ተኮይና ከዓ ከምኡ ክንገዝእ ዝበለፀ እዩ ቆልዑ ጥራይ እዮም ኖርማል ክበልዑ ዝኽእሉ ስለ ዘህልኽዎ ስለ ዝንቀሳቀሱ ማለት እየ ስለዚ ነቶም ደቀይ ከምዚ ፉል ኮርን ዝኾነ እውን ከምዚ እንታይ እዩ ስርናይ ሙሉእ ስርናይ ዝኾነ እየ ከዓ ንዕኦም ዝገዝኣሎም ንዓና ከኣ ከም ዝበልኩኹን ሞር ፕሮቲን ዘለዎ ባኒታት ሎው ካርብ ዝኾነ ሞር ፕሮቲን ዘለዎ ንጥዕናና ኣገዳሲ ስለ ዝኾነ ኮም እየ ዝገዝእ ድሓር እዚኣ ሆኒሽ ሜርሎን ከዓ ፈትዋ ማዕቲ ኣነ ብዙሕ ግዜ ዝምገባ ኣይፈትዋን እዮም ሰባይን ከምኡ ድማ ደቀይን ማለት እዩ ስለዚ ኣነ ስለ ዝፈትዋ ሰው ወሲደ ኣለኹ ኣብዚ ከዓ ጉሩ ከለና እዚያ ሽማ እንታይ እያ ትበሃል ረሲዐ እያ ኣለኹ ካብኣ ከዓ ንሰላጣ ኣዝያ ኣገዳሲት እያ እዚኣ ከዓ ሰላጣ ብዙሕ ግዜ ትምገባ ተኾንክን ግዝኣ ፅቡቅ እዩ ማለት እዩ ብዙሕ ትሕዝቶ ኣለዎ ብዙሕ ኣይኮነን መቐረቱ ግን ትሕዝቶ ኣዝዩ ኣገዳሲ እዩ ትሕዝትኡ እዩ ማለት እዩ ዘገድሰና ብድሕሪኡ ፃዕዳ ሽጉርቲ ስለ ዘይነበረን ንፃዕዳ ሽጉርቲ ገዜ ኩሉ ግዜ ክንወፅእ ከለና ግን ሊስት ኣውት ንግበሮ ማለት እዩ ሊስት ተጌርና ፍሪጅና እንዳራእና እንዳስቤዛና እንዳራእና እቲ ዘድልየና ጥራይ ኢና ገዚእና ንመፅእ ካልእ ዝኾነ ወፃኢታት ኤክስትራ ኣይንገብርን ኢና ማለት እዩ ስለዚ ኣነ ክወጽእ ከለኹ ሊስትየ ዝገብሮ እዚኣ ከዓ ካብ ሰብኣየ ተማሂረያ ካብ በዓል ቤተይ ምክንያቱ ኩሉ ግዜ ቀደም ኣብዚ መጀመርያ ምስ መጻኹ ናብዚ ጀርመን ሊስት ኣውት ገይሩ ወጽእ ፍሪጁ እንዳረ ይጽሕፍ ይጽሕፍ ኣብቲ ስፔስ ኣብቲ ክበጽሑ ክመጽእ ከለኹ ማለት እዩ ደሓር ሽኡ እንታይ እዩ ተበልኩ ዘይድሊ መታን ንክይገዝ እዩ ስለዚ ብኣ ሒዘያ ኣነ ከዓ ኩሉ ግዜ ሊስት ኣውት ገይረ እዩ ዝወፅእ ፋብሪካ ከዓ ቀይሕ ፋብሪካ ቪታሚን ሲ ሞር ስለ ዘለዎ እሱ እየ ዝገዝእ መብዛሕትኡ ደሓር ሽኡ ኣብዚ ኮሚደረ ከዓ ገዚኢ ኮሚደረ ከዓ ኣለኒ ቁሩብ ቁሩብ እየ ክወስኽ ስለዚ ቁሩብ ትርር ትርር ዝበለ እቲ ዘለኒ ኦሬዲ ንፀብሒ ክጥቀመሉ ስለ ዝኾንኩ ትርር ትርር ዝበለ ከዓ ክገብርየ ማለት እዩ ንግሁ ተመፂና ከብዚ ናይ እንዳስቤዛ ደስ ክብለካ መዓት እዩ ንግሁ ማለት እዩ ዝተካእለና መጠን ንግሁ ክንመፅ ፅቡቅ እዩ ማለት ኮሚደረ ትገለ ኩሉ ሓድሽ ፍሬሽ ኢካ ትገብሩ እትረክቦ ማለት እዩ ስለዚ ኣነ በቃ ቅድሚ ሕጂ ቀዳም ቀዳም ኩላትና ኮይና ኢና ንገብር ነርና ሕጂ ግን ንበይነይ ኮይነ እየ ዝገብር ከም ትሪእዮ ዘለኽን ዓርቢ ዓርቢ ማለት እዩ ሎማዓንቲ ጥራይ ሓሙስ እየ ዝገብር ዘለኹ ምክንያቱ ዓርቢ መዓልቲ ሰራሕተኛታት ድዩ ዝኾነ በዓል ኣሎ ብሓፂሩ ስለዚ ዕፁው ስለ ዝኾነ ሓሙስ እገብር ኣለኹ ንዕኡ መእትየ ቀዳሙ ክገብር ይኽእል ነይረ ግን እሶም ምሳይ ስለ ዘለዉ ሓሓንሳብ ከዓ ቤተክርስትያን ገለ ስለ ትኸይድ ኣይጥዕምንዩ ቀዳም መብዛሕትኡ ግዜ ዓርቢ እየ ዝገብር ማለት እዩ። ዓርቢ ንጎ ሰዓት ሸሞንተ ርብዕሲ ኣነ ኩሉ ግዜ ኣብታ እንዳ ኣስቤዛ ኣለኹ። ሽዑ ግብርብር ኣቢለ ንገዛ ይኸይድ ብዙሕ ግዜ ከዓ ህልወኒ ገዛ ክለዓል ክነጋግፍ ማለት እዩ። ስለዚ እዚኣ ፅብቕቲ ክስታይ እያ ማለት እዩ። ሜተድያ ስለዚ ባየ ዝጥቀም ብድሕሪኡ ብሮኮሊ ከዓ ኣገዳሲ እዩ። ብሮኮሊ ብጣዕሚ ብጣዕሚ ብዙሕ ብዙሕ ጥቕምታት ኣለዎ። መብዛሕትኡ ግዜ ሰላጣ ገይረ እየ ዝገብሮ ማለት እዩ። ከምዚ ካልእ ምስ ካልእ ነገር ኣይሰርሑን እየ ሰላጣ እየ ዝገብሮ። እሱ ክልተ ኣብ ገዛ ኣለና ሓንቲ ከዓ ወሲኸ ንሰሙን ስለዚ እኹል ማለት እዩ በብ ሰሙን ክልተ ሰለስተ ግዜ ተበሊዕና ዝበለፀ እዩ። ደሓር ዘይተርፍ ከዓ ኣፕል እያ ኣፕል ቆልዑት ብጣዕሚ ስለ ዝፈትዎ ኣፕል ከኣ እገዘ ማለት እዩ። ኣፕል ኩሉ ግዜ ገላቢጥና ክንሪኦ ኣለና። ዝሓሰኸ ዝተበላሸወ እዩ ዝጸንሕ እቲ ወረቐት ክትከፍቶ ስለ ዘይትኽእል ስለዚ ኣፕል እገዝእ ኣብዚ ከዓ ወይኒ እዘን ቀያሕቲ ወይኒ መብዛሕትኡ ግዜ ዝገዝእ ኣነ ግሪን ብዙሕ ግዜ ቆልዑት እውን ስለ ዘይፈትዎ ቀይሕ እገዝ ማለት እዩ ኣነ እንታይ ገብር ሓደ ሰሙን ካልእ ዓይነት ፍሩት ተገዜ ሓደ ሰሙን ከዓ ይቕይሮ ማለት እዩ ናይ ሎማዓንቲ ስትሮቨሪ ከምኡ ድማ እዚ ወይኒ በርነውን ክሪ በርነ ግን ከምዚ ዝተበላሸ ፀኒሕኒ ኣይገዛኹን ግን ኣራንሺ ኣፍል ከዓ ግድን ማለት እዩ ካልእ ዓይነት ፍሩት ክውስኽ ተኮይነ ግን እቀያይሮ እዩ ሰሙን እንተተጠቂመ ብቲ ሓንቲ ሰሙን ከዓ ካልእ ዓይነት ከምኡ እንዳገበርኩ እየ ዝኸይድ ኣነ ማለት እዩ ለሚን ከዓ ቀዳማይ ክተርፍ ዘይግብኦ ለሚን ብዙሕ ብዙሕ ጥቕምታት ኣለዎ። ብጣዕሚ ሃፍታም ብቪታሚን ሲ እዩ ብዙሕ ነገር እዩ ጥቕሚ ስለ ዘለዎ ስለዚ ከዓ ለሚን ብማይ እሰትየ ብሕልፊ ብሕልፊ ንጎ ተስ ኢልክን ልብፅ ዝበለ ማይ ጌርክን ለሚን ፅምቕ ኣቢልክን ሓደ ቢኬሪ ወይ ክልተ ቢኬሪ ጥራሕ ከብድና ግጅፍ ዝበለ ቢኬሪ ተኮይኑ ኣክቹዋሊ እኹል እዩ። ጌረ ንእሽተይ ከኣ ፒንክ ሳልት ኖርማል ሳንት ኣይኮንኩን ዝብል ዘለኹ ወይን ከኣ እዚ ናይ ባሕሪ ጨው ወይን ከኣ ፒንክ ሳልት ተረኺብና ንእሽተይ ጠብ ኣቢልና ኣኹስ ኣቢልና ክንሰትዮ ብዙሕ ብዙሕ ጥቕምታት ኣለዎ ነቲ ነብስና ጽቡቅ ጌሩ ዓተር ክሰብለና ማለት እዩ ስለዚ እሳ ይጥቀመለይ ስለዚ ለሚን ወስደ ማለት እዩ በርነ ከም ስትሪዮ ዘለኽን ክስታዩ ማይ ነገር ኣለዎ ውሽጡ እንደ ኣብቲ ጎማ ውሽጥስ ማይ ነገር ጸኒሑ ጸሊእዮ ድሓር ባንላ ቾኮ ብሮድ ዝብልዋ ዘም ቆልኡ ዝፈትዎ ኣብ ገለ ክንከይድ ከለና ገለ ምሻሉ ጠሚ ሞንጎ ዝኾነና ከምኡ ከዓ ጎማ ዕሽኽቲ ስለ ዝኾነት እሳ ፅብቕቲ እያ እሳ ገዚ እያ ቀፃሊ ዝገዛ እሳይ ማለት እዩ ድሓር ግሪንቲ ክገዝ ዝደልየ ግን እዚ ክስታዩ ከምዚ ዝእለኽ ኣይኮነን ቡቱን ስለ ዝኾነ ኣይደለኹን ገዲፍ እዩ ካብ በዓል ዲኤም ክገዝ ኢለ ማለት እዩ ኣብዚ ብዙሕ ዓይነት ቀጠፍ ኣሉ ኣነ ብዙሕ ግዜ ሽፋርስ ዲየ ዝሰቲ ከምኡ ድማ እዚ ፌንሽንቲ ማለት እዩ ፌንሽንቲ ከዓ ቤላ ይስዋ ንኸብድና ንብዙሕ ነገር እሱ ከዓ ይሰቲ ምሸት ምሸት ክድቅስ ከለኹ ማለት እዩ ማራ ስለ ዘደቅሰና ፌንሽንቲ ከዓ ሪላክስ ስለ ዝገብሩ ነቲ ነብስና ኣብኡ ዘሎ እቲ ውሽጢ ሪላክስ ክገብረልና ነቲ ነብስና ቀልጢፍና ከዓ ንድቅስ እሱ ወሲደ ማለት እዩ ድሓር ኣብዚያ ከዓ ኣገዳሲት ኣላ ብጣዕሚ ኣገዳሲት ንቆልዑት ንዓና ሳርዲን ማለት እዩ ቱና ኣይገዝእን እየ ኣነ ሳርዲን እዩ ዝገዝእ ሳርዲን ብዙሕ ሜርኩሪ የብሉን ንጥዕናና ከዓ ብዙሕ ጽቡቕ ፋትን ከምኡ ድማ ኦሜጋ ስሪ ስለ ዘለዎ እሱ እየ ዝገዝእ እተን ዝገዝእን ኣነ ሳርዲን ግን ዘይቲ ጥራይ ዘለዎን ካልእ ዘይብለን ማለት እዩ ማይ ዘለዎ የለን ዝበለጸ ማይ ዘለዎ እዩ ነይሩ ግን ዘይቲ ሳምፕሉ ምንቑል ኣለዎ እቲ ዘይቲ ኣፍስስ ኣቢለ ሽኡ እየ ዝሰርሖ ደቀ ይፈትዎ መዓት እዮም ሳንዱሽ ገይረ ቁርሲ ኣብ ዝኾነ ሰዓት በልዕዎ እዮም ማራይ ዝፈትዎም ዝፈትዎ ስለዚ ንጥዕናና ከዓ ኣገዳሲ ስለ ዝኾነ ከምኡ ሰለስተ ዲገለለኒ ብገዛ ኣርባዕተ ከዓ ወሲኸ ኣለኹ ኣብ ሰሙን ክልተ ሰለስተ ግዜ ተበሊእናዮ ቤላ እዩ ማለት እዩ እሱ ከዓ ወሲደ ኣለኹ ዳሓር ኣብዚ ዞንዳ ኣርቲክል ዝበሃል ብዙሕ ነገር ክመፅእ ስለ ዝኽእል ዘወር ዘወር እንዳበልኩ ርዮ ግዜ እውን ስለ ዘለኒ ነግሆ ስለ ዝኾነ ዝርብሸኒ ስለ ዘይብለይ ቀስ ኢለ ርግእ ኢለ ኣስቤዛ ይገብር ዝደለኽዎ ከዓ ይርኢ ማለት እዩ። ደሃር ሽኡ ኣብዝኻ ቺዝ ክማላኤ ቺዝ ክስታይ እየ ኣነ ዝገብር ከምዚ ንፒዛ ወይን ከዓ ንላዛኛ ገለ ክሰርሕ እየ እምበር ብዙሕ ቺዝ በላዕቲ ኣይኮኑን ኣብዚ ገዛ ኩላትና ማለት እዩ። እቶም ደቀይን ኣይፈትዎን እዮም ኣጋጣሚ ንሕና ኣይንፈትዎን ኢና እሶም ከዓ ኣጋጣሚ ኣይፈትዎን ኣይፈትዎን እዮም ኣይበልዑን እዮም። ስለዚ ችዝ ሞዜረላ ችዝ ገሌ ከምዚ ንፓስታ ወይ ንክስታይ ዝገዝእ ማለት እዩ ንላዛኛ ወይ ንፒዛ ከምኡ እየ ዝገዝእ እምበር ኖርማል እዚ ችዝ ዝብላዕ ብዙሕ ኣይኮናን ማለት እዩ ስለዚ እሱ ኣይገዝእን ስጋ ከምዚ ናይ ደርሆ ስጋ ግን ወደይ ዝፈትዋላ ሕልፍ ሕልፍ ኢለ ዝገዝኣሉ እሳ ክገዝእ እየ ኣብዚ ኣላ ብዙሓን እኮ ይፈትውኒ ግን እቲ ወዲ ብጣዕሚ ስለ ዝፈትዋ ካብኣ ክገዝኣሉ እዩ ከምዚ ሕልፍ ኢለ ኣብ ክልተ ሰሙን ኣብ ሰለስተ ሰሙን ሓንሳብ እየ ዝገዝኣሉ እሳ ክሕዛ እየ እዚያ ማለት እዩ ሽዑኡ እሳ ሒዘ ከም ዝበልኩን ከዓ ቺዝ ክገዝእ እየ ኣብዚ ናይ ክልተ ዩሮ ናይ ገለ ናይ ገለ ዘሎ እንዳራእና ሕልፍ ከምዚ ጠቓሚ ነገር ክፀንሕ ስለ ዝትኽእል እንዳራእኹ ሕልፍ ክብል እየ ማለት እዩ እስኽን ከ ከመይ ትገዝኣ ወይ እስኹም ከመይ ትገዝኡ እንታይ ትገብሩ ሊስት ኣውት ጌርኩም ትወፁ ዶ ከመይ ዓይነት ኣገዛዝኣ ኣለኩም መብዛሕትኡ ግዜ ከዓ እንታይ ትገብሩ እስከ ንመሃር ኩላትና ኣነ ዘይፈልጦ እስኹም ትፈልጥዎ ብዙሕ ነገር ክህሉ ስለዝኽእል ኣብ ታሕቲ ኮመንትኹም ጽሓፉለይ ኢኹም። ኣበይ ይሓይሽ ክትገዝ ከለኻ ኢንካውፈን፣ ኣልዲዶ፣ ሊድልዶ፣ ፔንዶ መብዛሕትኡ ግዜ ንሕና ናይ ፔኒ ተጠቀምቲ ኢና ነርና። ድሓሪና ናብ ኣልዲ ዝቑርብ ግዜ ቀይርና ማለት እዩ። ኣልዲ ግን ኣይጸላእኹም፣ ብጣዕሚ እየ ዝፈትው። ካልኣይቲ ዋጋታት እውን ክቡር ኣይኮነን። ንዓና ከም ኤርትራውያን የገድሰና ዋጋታት እዩ። ከምኡውን እቲ ትደልዩ ከዓ ስለ ትረኽቦ ኣልዲ ኣይፀላእኹም ፔኒ ቁሩብ ክብር ዝበለ እዩ ግን እሱ ፅቡቅ እዩ ማለት እዩ ስለዚ ኣበይ ትገዝኣ እስከ ሊስት ግበራ ሊስትኽን ፀሓፋለይ ከዓ ደሃር እዚኣ ኣገዳሲት ከዓ ንዓይ ዮገርት ወይን ከዓ እዚ ፑዲንግ ፕሮቲን ሞር ዘለዎ ስቕ ኢልካ ዮገርት ወይ ገለ ዘይኮንኩ ዝገዛ ኣነ ኩሉ ግዜ ይገዝኦ ኣለኹ ክንደይ ኣለዎ ፋት ክንደይ ኣለዎ ፕሮቲን ረየ ዝገዝእ እዚ ናይ ነዊሕ ልምደዩ ማለት እዩ ናይ ሕጂ ኮነን ንቆልዑትን ክገዝእ ከለኹ እሶም ዝደልይዎ ዘይኮንኩ ዝገዝእ ብዙሕ ግዜ እንታይ ይጠቕሞም እየ ዝገዝእ ስለዚ ከምኡ ገይረ ፕሮቲን ሞር ኣለዋ ዳርጋ ዓሰርተ ፐርሰንት ፕሮቲን ኣለዋ እታ ፑዲንግ ዝገዛእኹዋ ከምኡ ድማ እዚኣ ፍሌቨር ኣለዋ እታ ፍሌቨር ዘይብላ ገርመኩም ተወዲያ ንጎስ ዓሸሞንተን ረብዕንደ ዒስራ ናብኡ ኣለኹ ኦሬዲ ግን ተወዲኡ ኣሎ እቲ ሓደ ፕሮቲን ሞር ዘለዎ ማለት እዩ ኣብዚኣ ካብ 250 ግራም ኦረዲ 20 ፐርሰንት ዝኸውን ፕሮቲን ኣለዎ ስለዚ እሳ ይገዘ ማለት እዩ ፕሮቲን ንነብስና ኣዝዩ ኣገዳሲ እዩ ማለት እዩ ስለዚ እሱ ገዚኤ ከምኡ ድማ ኖርማል ዩገርት ገዝ ኖርማል ዩገርት ሕጂ ናይ ግሪክ ዩገርት ፅቡቅ እዩ ግን ኣነ ብልምዲ እቲ ሓደ ትብዮ ዝብል እየ ዝገዝእ ብዙሕ ፋት ዘይብሉ እሱ ገዝእ ይኸይድ ማለት እዩ ደሃር ንደቂ ከዓ ከምዚ ዩገርት ምሽ ክፈት ወይም ሽኮራዊ ዩገርት መብዛሕቲ ግዜ ዘንብዮ ዩገርት ሓሓንቲ ዝፀንሓ ሰኒ ዝገዝኣሎም ሽኡ ኣብ ገዛ ንእሽተይ ማዕራን ጢባ ሓዋዊሰ ዝህቦም ኣነ ማለት እዩ መብዛሕቲ ግዜ ብዙሕ ፍሌቨር ዘለዎ ዩገርት ኣይገዝእን እየ እዚኣ ግን ሎማ ኣንቲ ተራእኹ እንዳንበብኩ ኣክቲቭ ዩገርት ትብል ሞር ፕሮቲን ኣለዋ ከምኡ ድማ ፍሌቨር ኣለዋ ስለዚ እሳ ክፍትንዋ ኢለ ሽዱሽተ ሓባ ሒዘለዉ ምኸይድ ኣለኹ ተፈትየማ እሳ እንዳቀያየርና ምስቲ ናትዋ ዩገርት እንዳቀያየርና ንኸየድ ማለት እዩ ኣብዚ ዓዲ ሞር ጥዕና ኣገዳሲ እዩ ካብቲ ንምገቦ ነገር ስለዝኾነ ምግቢ ናይቲ ቀንዲ ቁልፊ ናይ ጥዕና ማለት እዩ ስለዚ ኣብ ኣመጋግባና ሙር ክንግደስ ኣለና ካብ ቀደመይ ኣብ ዝገዝኡ ነገር ብጣዕሚ ኣቴንሽን ገይረ እየ ዝገዝእ ሓቂ ትሓይሽ ብጣዕሚ ማለት እዩ ከምዚ ጥዑም ጥዑም ዝጥዕመና ዘይኮነ እንታይ ይሰርሕ ኣብ ነብስና ኣትዩ እንታይ ሪያክት ትገብር ኣዚና ክንግደሰሉ ኣለና ማለት እዩ። እስኽንከ ከመይ እንታይ ትገብራ? ደሓር ኣብዚ ከዓ ፊኖ ክገዝኢ ኬክ፣ ሕምባሻ ገለ ናይ ቡና ናይ ቀዳመ ሰንበት ስለንገብር ከምኡ ከዓ ክወስድ እየ ሞር ቀዳመ ሰንበት ፅቡቅ ግዜ ስለ ዘለና ብሓንሳብ ስለዚ ሞር ሽኡ ብዙሕ ነገር ክሰርሕ ዝኽእለሉ ሞር ኣብ ቀዳመ ሰንበት እዩ ማለት እዩ። ደሓር ኣብዚ ለቢቶ ኣነ ድሩቕ ለቢቶ ጥራይ ይኹን እምበር ኣይ ናይ ማርክ ኣይ ናይ ገለ ኣይግደስኒ ዝኾነ እዩ ዝገዝኣ እዚን ዶክተር ኤድካ ዝብላ ግን ብዙሕ ግዜ ሰን ገዝኣን ማለት እዩ እዚኣ ለቢቶ ከምኡ ድማ እቲ ኣቫናልያ ስኮር ብዙሓት ተሓታኒ ኢኽን እንታይ ዓይነት ለቢቶ ስለ ትብላኒ እዚኣ እያ ማለት እዩ ደሓር ፃባ ፃባ ከዓ መብዛሕትኡ ግዜ ዝገዝአን እዚን ዋን ፖይንት ፋይቭ ንደቂ ኣየስት እዮም ምክንያቱ ቆልዑት ብድርቀት ዝሽገሩ ሞር ፋት ዘለዎ ፃባ እንተደኣ ኣስቲናዮም ኢና ስለዚ ብዙሕ ሰሚዐ ከምዚ ድርቀት ገይሩሉ ገለ ስለዚ እስከ ፈትንኡ ዋን ፖይንት ፋይቭ ጌርክን ከዓ ስሪ ፖይንት ኤት ወይም ስሪ ፖይንት ፋይቭ ኣዝዩ ፋት ስለ ዘለዎ ነቲም ቆልኡት ከድርቆም ይኽእል እዩ ምክንያቱ ሶም ኣብ ጥራሕ ከብዶም ትስ ኢሎም ንጎ ገለ ስለ ዝሰትይዎ ስለዚ እዘን 1.5 ፈትኑ ኣየን ማለት እዩ ንዓና ብዙሕ እቁርብ ሕፍስ ዝበለ 3.8 ዝገዝእ ምስ ቡና ስለ ንሰትዩ ምስ ቡን ጥራይና ፃባ ንሰቲ ኦሬዲ ምስ ኣብኡ ከለና ብዙሕ ኣይንሰትን ኢና ስለዚ 3.8 ከኣ ንኣና ሓንቲ ወይ ክልተ ማላ ኣርባዕተ ንደቀይ ከምኡ ድማ 3.8 ከኣ ክልተ ገለ ንኣና ይማላ ማለት እዩ እዚን ዝገዘን ኦሬዲ ናይ ሰሙን ኣስቤዛ ኤጋል ነዊሕ ዳቱ ምፅናሓዮ ኣይፅናሓዮ ብዙሕ ግዜ ፍሪጅ ዝቕመጥ ብዙሕ ኣይኮንኩን ዝገዝ ማለት እዩ ሓድሽ ሓድሽ እየ ዝገዝ መመፅኤ ደሃር ሽኮር ኣብ ሻሂ ብዙሕ ኣይኮንኩን ኣይሰትን እየ ችግር የብለይን ብራውን ሽኮር ግን ኣብ ቡና ስለ ዝፈቱ ኣብ ቡና ግን እዚን ብራውን ሽኮር ተማሊ የለኹ ማለት እዩ ሽኮር ስ ኣብ ቡና ስለ ዝፈቱ ማለት እዩ እሳ ተገደፍናዮ ዝበለፀ እዩ ግን ተዘይክኢልና ከዓ ደሓን ዝሓሸ ዝኾነ ካብቲ ብጣዕሚ ዝተመስርሐ ካብ ምግዛእ ዝሓሸ ናይ ቃንጫ ሽኮር እዚ ዓይነት ብራውን ተገዛእና ከዓ ዝበለፀ ያ ዋግኡ ክቡር እዩ ሕልፍብ ሽኮር ተሪኢኻ ምስቲ ኖርማል ትገዝኡ ምስቲ ሳናቲም ሓደ ኣይኮነን ግን እሱ ዝሓሸ ማለት እዩ ዳሓር ማይ ከዓ መሊእኒ እዩ እዚ ዘሎ ዋላ እውን ክትመልኣኒ እያ መኪናይ ስለዚ ሓንቲ ካብዝን ግን ክወስድ እየ ኣለኒ ኣብ ገዛ ክልተ መወሰኺት ክትኮነና ነዚ ቀዳም ሰንበት ሶኒ ሶሉስ ማይ ጥራይ ይገዝእ ማለት እዩ ስለዚ ማይ ከዓ ሓንቲ ክማልኣ እየ

ወደይ እቲ ሓደ ወደይ ብጣዕሚ እዩ ኦትስ ዝፈቱ ስለዚ እሰንተን ኦትስ ክገዝኣሉ እዩ ምስ ባናና ዝኾነ ፍሩትስ ጌርካ እሰን በለ እዩ ብጣዕሚ ግን ምስ ባናና ማለት እዩ ኣብ ከምዚ ፃባ እልኽ ኣቢለ እሱ ማራ ስለ ዝፈትዎ ኣዝዩ ከዓ ጠቃሚ ስለ ዝኾነ እሱ ይገብረሉ እየ ኣልመንድ ከዓ ብዙሕ ጥቕምታት ኣለዎ ከምዚ ከዓ ዘይትበልዓ ተኾንክን ፈትኖ የኽን ካብዚ ከዓ ወልናት ከዓ ክማላእ እየ ክልቴን ሒዘ ኣለኹ እዚ ናይ ዱባ ፍረ ከዓ ኣዝዩ ኣዝዩ ጠቓሚ እዩ ብዙሕ ግዜ ኣብ ኣላል ድልድል ዋላ እውን ኣብ ፔኒ ገለ ኣይረክብኒ ኣብ ዲኤም ወይ ኣብ ሮዝማን እዩ ዝረክብ ስለዚ ናይ ዱባ ፍረ ከዓ ካብኡ ይገዝእ ማለት እዩ ናይ ዱባ ፍረ ከዓ ብዙሕ ብዙሕ ጥቕሚ ኣለዎ። ከምዚ ስናክ ክንገብር ከለና ኖርማል ከም ቆሎ እውን ክንጥቀሞ ንኽእል ኢና። ስለዚ እሱ ከዓ ምግዛእ ኣይትሕመቐ እያ ክንብለክን ጥቕሚ ስለ ዘለዎ ንጥዕናና ደሓር እዚኣ ኦትስ በዚኣ ተሪፋትንላ እሳ ክንፃኤ ካብዚ እዚ ሰሬል ዝታት እዚ ሽኮራዊ ገለ ገለ ገለ ገለ እዚ ኮርንፍሌክስ ወዲ ኮርንፍሌክስ ኣዝዩ ኣዝዩ ብሚእቲ ኢድ እዚ ኦትስ ምስ ፃባ እንተ ቆልዑት ዝበልዕዎ ኮይኖም ዝፈትዎ ኮይኖም እሱ ተብላዕናዮም ጽቡቕ ስትሮቨሪ ብጎኒ ጌርና ባናና ጌርና ካብዚ ወልናት ከዓ ንዓና ጌርና ከዓ ንዓና ከዓ ብዙሕ ብዙሕ ጥቕሚ ኣለዎ ማለት እዩ ካሎስትሮልካ የማጣጥነልካ ናትካ ብላድ ሱገር ብዙሕ ጥቕሚ እዩ ዘለዎ ስለዚ እሱ ተጠቀማ ኢኺ ናብ ቁርሲ ግዜ ኣይንፋኻ እዩ ቀሊል እዩ ንክትሰርሖ ምንም ግዜ ኣይወስድን እዩ እልካ ኣቢልካ የትሓድር ንጎ ባናና ግበር ቁርፅ ኣቢልካ ወይ ስትሮበሪ ወይ ዘለካ ፍሩት ጌርካ ምምጋብ ማለት እዩ ደሓር ኣብዚ ኣዝማሪኖ ረሲኤ ኣለኹ ኣብቲ ሊስተይ ጸኒሑ ፍሬሽ ኣዝማሪኖ ስለ ዘይነበረ ካብዚ ወሲደ ኣለኹ ደሃር ሳልሳ ከዓ ከምኡ ናብቲ ሊስተይ ክርእ ጸኒሐ ዝሰገርኩዎ ካብኡ ከዓ ሳልሳ ገይረ ኣለኹ ክልተ ሰለስተ ማለት እዩ ቶማተን ሳልሳን ፓስታ ገለ ክንሰርሕ ስለ ንደልዮ ከምኡ ከዓ ወሲደ ኣለኹ እዚን ሕጂ ናይ ሰሙን ኣስቤዛይ ማለት እዩ ገለ ገለ ክጎድለና ይኽእል እዩ ሓንቲ ክልተ እሰን ጥራይ ነብል ማለት እዩ ወይ ፍሉይ ነገር ክንሰርሕ ተደለና ገለ ተዘይኮይኑ እዚን እንተን ዘገድሳኒ ፓስታ ወዲ ፓስታ ኩሉ ሩዝ ገለ ገለ ስለ ዘለኒ ከምኡታት ኣይተማላእኹን ተን ዘይብለይ ግን ኣብ ሰሙንዚ ዘየን ስለ ዘገድሳኒ ዘየን ሒዘ ወፅ ኣለኹ ማለት እዩ ሕጂ ከፍል ኣቢለ ዓሺገ ንገዛይ ሽኡ ግዜ ህልወኒ ሕጂ ከምዚ ክገብር ከለኹ ኦሬዲ ትሽዓተን ገለ ነይሩ ደሓር ኣብ ገዛ ከይደ ከዓ ነዊሕ ግዜ ህልወኒ ኣተኣታትየ ኣስቤዛይ ኣቦቦትኡ ገይረ ብዙሕ ግዜ ይህልወኒ ማለት እዩ ብንጎ ዝመስልዎ የለን ኣስቤዛ ምግባር እሞ ከዓ ቆልዑት ተዝተኻኢሉ ከዓ ኣብቲ ትምህርቲ ዝኣትሉ ግዜ ተጌርና ዝበለፀ እዩ ማለት እዩ ከይተረበሽና እቲ ንዝደለናዮ ቀስ ኢልና ኣስተውዒልና ክንገዝእ ንኽእል ማለት እዩ ስለዚ ብሩኻት እዚኣ ትመስል ናተይ ኣስቤዛ ኣገባበራይ እንታይ እንታይ ኣቴንሽን ገብር ኩሉ ነጊረኩም እየ ዘይተዛረብክዎ ተሎ ከኣ ኣብ ዝቕጽል ከኣ ከብጽኣልኩም እየ ከምዚኣ ገይረ ፓከን ገይረ ኣብ ማኪናይ ንገዛይ ማለት እዩ እምበኣር ብሩኻት ተፈቲኹሞ ላይክ ሼር ሳብስክራይብ ግበሩ ብካልእ ቪድዮ ብካልእ ስራሕ ስጋብ ንራኸብ ኣብ ዘዘለናዮ ሰሰናዩ